ሞኪረ ክሳብ ዘሕክየኒ ሞኪረ ዝኣተኽዎ ንዘይምፍራስ ዝኣጎድክዎ ንዘይምጥፋእ ዘብኳዕኽዎ ንዘይምድፋእ ብዙሕ ሞኪረ ሞኪረ ሞኪረ ሞኪረ ብዙሕ ሞኪረ ንሱ ግና መልክዕን መቐመጥን ዝርኤ እንቱ ኣይዓረፈን ብቕድሚቱ ዝመፁ ብኹረ ለሚን ዝመስሉ ጡብ እንትርኢ ምጥማት ኣይገደፈን። ካሊእ ይርኢ ካሊእ ይምነ። ኣነ እንተለኹ ጨና ተለኸየት ብዝሓለፈት ቁፅሪ ከም ከልቢ ደድሕሪያ ይኸይድ። ቀለልቲ የዒንቱ ነናባጓላት ማዕኮር ይልጠፍ። ፍቕረይ ምሳይ ከሎ ገና ቀደም ጀሚሩ ሓዲጉኒ ኸይዱ። መዓዝ እየ ዝወሰንኩ? ልክዕ ዓመታት ከም ዘይተዓገሰ ሰብ፣ ልክዕ ንዘመናት ሪኡ ከም ዘይርኤ ሰብ፣ ብፍላጡ ከም ዘየዕረይ ምስ ተረደኣኒ፣ ሓሙሽተ ቅርሺ ሻሂ እናይሰተኹ ሓሙሽተ ዓመታት ዝነደቅኩዎ ገዛይ ንምፍራስ ተስማዕሚዐ። ኬድካ ኢኻ እሞ ኪድ ክብሎ ወሲነ። ዝተቋፀርናሉ እንዳቡና ቀዲምኑ ከይዱ ቡንኡ ብዝሓልፋ ጓላት ብምጥማት የወራርዶ። ልበይ ድንግጽ ድንግጽ ክብል ተሰምዐኒ። ብድሕሪቱ የመጻጻይ ናብኡ ክሳብ ዝበጽሕ ስልኪ ምስ ሓዘዩ ዘሎ ርእዮ ጠጠው ኢለ ግደፊ በጃኺ ከመይ ዝመሰለት ፍሉይ ማዕኮር ዘለዋ ርእየ መሲልኪ ግና ማዕኮር ዓብዪ ተኾኖ ዋላ ካብ ናትኪ ማዕኮር ግን ፍጹም ኣይበልጽን። ክብል ሰምዐዮ ውሽጠይ ተቓጺሉ ኣብ መንገዲ ኣስፋልቲ ብመዓኮረይ ክወድቕ ምንም ኣይቀረየንን ተንገዳጊደ ድንጋጽ ኣይኮነን ንዓመታት ፍቕሩ ዝመቐላለ ጓላት ከም ዘለዋ ይፈልጥ እየ ሓደ ሓደ ግዘ ተረፍ ከም ዝበፅሐኒ ነቲ ተረፍ ከም ዘጠዓዓሞ እውን ብደንቢ እየ ዝፈልጥ ናይ ሕዚ ስምዒተይ ግና ናይ ተስፋ ምቑራፅ መሰለኒ ንዘይምውሳን ዝፈራሕኹ መሲሉ ተሰሚዑኒ። ዝተሓብአ ነገር ብኹሉ ቦታ እንትረኣ ሰብ ናሰምዖ ከምዚ እንትብል ብፍላጡ መሲሉ ተሰሚዑኒ። ኣነ ኪድ በቃ ንኽብሎ ዝደለየ መሰለኒ። ንኸይስማዕ ንኸይረኣ ዝገብሮ ነበረ ነገር ዝሓደጎ መሲሉ ተሰሚዑኒ። ሰሚዐዮ ቆሪጹለይ ኪድ ኢለ ንኽሓድጎ ዝደለየ መሰለኒ። ተረፍ መረፉ እውን ንኽኸልዐኒ ዝደለየ እዩ መሲሉኒ። እቲ ይመስለኒ ዝብሎ ዘለኹ ኣፍሪሑኒ። እቲ ይመስለኒ ዝብሎ ዘለኹ ኣስጊኡኒ። ኣብ ጥቒኡ በጺሐ ኮፍ በልኩ። ልክዕ ምስ ረኤኒ ክድውል እየ ደሓር ቻው ቻው ኢሉ ትስል ክዓጽዎ የፍቅርኦ ብዝነበራ የዒንተ ይርኤዮ ካልኦት ብዝርያ የዒንቱ ርኢኒ ክዛረብ ከሎ ከም ዝሰማዕኽዎ ፈሊጡ እዩ ግና ኣይደንገጸን ግምተይ ልክዕ ነበረ ብሰራውር ደመይ ደም ዘይኮነ ዝኸድ ዘሎ በረድ ማይ ዝኸድ ዘሎ መሲሉ ተሰምዐኒ ክቆረኒ ጀሚሩ ኤፊ ክብል ጸዊዐዮ እ ኢሉኒ ልቢ በሉለይ ወዬ ወዬ መዓረይ እንታይ በልክኒ ፍቕረይ ብ እ ካብ ዝትካእ ኣዋርሕ ሓሊፎም እዮም እ ይብለኒ ስቕ ንኸይብል ኢሉ ኣለኹ የለኹን ከም ምባል እዩ ኣበሃህልኡ ይስምዐኒ እዩ ኣይስምዐንን እዩ እቲ ኩነታት ካብ ካሊእ ጓል ፍቅሪ ሒዙካ ድዩ እ ካሊእ ጓል ኣፍቂርካ ዲኻ ስቅ በለ መልሲ ኣይሃበንን መልሱ ግን ይፈልጦ እየ ኤፊ ኣይንገረኒ እምበር ወጊሑ ብዝመሸየ ቁፅሪ ኪድ ኪድ ዝብል ስምዒት ክስምዖ ትገብር ሓዲግካያ ናባይ ምፃእ ናባይ ንዓ ትብሎ ኣነ ዘይፈልጣ ቻ በሃሊት ገላቢት ኣለቶ። ቅድሚ ሕዚ ዝደሊ ንዓይ ጥራሕ ነበረ። ፍቕሪ ዝልግሰሉ፣ ተቖሪርዎ ዘሙቖ፣ ተኸፊእዎ ዘቕስኖ፣ ተበኽዩ ዘጸናንዖ ኣነ ጥራሕ ነይረ። ኣነ ጥራሕ! ሕዚ ግና ካሊእ እያ። ሕዚ ግና ካሊእ ኣለቶ። ትጥዑይ በሊዓ ተረፍ ትልእኸለይ፣ ትጥዑይ በሊዓ ቅላጥ ትልእኸለይ ካሊእ ካሊእ ኣለቶ ኤፊ። ኤፊ ኣቤት ኣቤት ኢሉኒ ተመስገን ክሰምዐኒ ደልየ ኣሎ ተዳልየ ኣሎ ኣንቶ ዝበልኩኹም ነገር ልክዕ ነይረ ኪድ በልኒ ክብለኒ እዩ ዘለዓለም ኣብ ዘይጠፍእ ሓዊ ከም ምሽሓሪ ዘቃፅለኒ ገዲፉ ግልፂ ገይሩ ክገላግለኒ እዩ ኢለ ፈሪሐ እቲ ነገር ብጣዕሚ ከቢድ እዩ ግና ክፈልጥ ደልየ ተዛረበኒ ኤፊ ክብል ጠይቐዮ። ትፈልጢኺ ትፈልጥዮ ነገር ተዘይትሓትኒ የዒንቱ ኣፍጢጡ ንዓይ ተይትሰክፈኒ ፀጉሩ ተይሓኸኻ መለሰለይ። ኣይበልኩኹምን እ እኳ ይልኒ ነይሩ ፍርሕ ትብዕ እናበልኩ ርእየዮ። ተይደልየ ዝበኒ ፍቕሪ ክቐርየኒ ተሓሰብኩ ዋላ ሓባርነት ዘይብሉ ፍቕሪ ሩባ ከምዘይሻግር ዓቐብ ከም ዘየውፀኒ ለይቲ ከም ዘየውግሐለይ ተሓሰብኩ ዋላ እቲ ሓቂ ምስማዕ ግና ፈሪሐ ግና መሊሰ ደጊመ ጠይቐዮ ዲኻ ዝበልካ ኤፊ ከምኡ ዲኻ ኢልካ ኢለዮ ክብርትዕ ኣለኒ ክጥንክር ኣለኒ ክተብዕ ኣለኒ ዞረድ ፍቅሪ ይደልን ክኸድ ዝደለየ ሰብ ከፈል ተበልካዮ ምኻዱ ዘይተርፍ እዩ ስክፍታ እምበር ፍቅሪ ዘየፅንሖ ሰብ ብምሓዝ ዘምፆ ነገር የለን ምስ በልክዎ እወ ትኽክል ኢኺ ክብል መለሰለይ መልሱ ልዕሊ ጥይት ተቑሰለኒ ብኻራ ወጊእኒ ግና ክብር ተዐለኒ ፍቅሪ ዘይኣሰሮ እግሪ ኣነ ክኣስሮ ይደለኹን ንክኸድ ንዝተበገሰ እግሩ ከትርፎ ኣይደለኹን። ክኸድ ንዝደለየ ልቡ ክልምኖ ኣይፈተኹን። ግና ከቢድ እዩ። ቃላቱ ልዕሊ ጥይት የቑስለካ፣ ብኻራ ይወግኣካ። እሞ ክሓድገካ ክትገድፈኒ ትደሊ ኤፊ? ኢለ ደጊመ ጠይቐዮ። መልሱ ዝፈልጦ ሕቶ ሓቲተዮ። ከምኡ ኣይኮነን፣ ግና በቃ ብውዕለታ ክእሰር ኣይደልን። ጽቡቕ ነገር ኣሕሊፍና ኢና። ግና በቃ ኢሉኒ ኣፍጢጡ እናረእየኒ ግና በቃ ታይ ግና በቃ እንታይ ኤፊ ክብል ጠይቀዮ ዘፍቅረከ ይመስለንን ማለተይ ሕዚ ኣብ ሕዚ ኣዘራርብኡ ስጋይ ምንጥልጥል ኣበለለይ መልሱ ኣሕሚሙኒ ብጣዕሚ ኣሕሚሙኒ ርእዮ ኣዒንቱ ብዘይስክፍታ ኣፍጢጡ ይርእየኒ ዝሰትዮ ነበረ ቡና ረኣኽዎ ልክዕ ከም ፍቕርና ጀሚሩ ዘቋረጾ ነቲ ቡና እውን ኣብ ፍርቂ ኣቋሪጽዎ ነበረ። ነቲ ቡና እውን ክሓድጎ እምበር ዓሚቑ ክሰትዮ ኣይደለየን። መሊሰ ርእየዮ። ፍቕርና ከም ዝተበሳስዐ ቆርቆሮ እዩ። ብጠብጠብ ጀሚሩ ክዳንካ ዘጥልቅየካ ሙሉእ ብሙሉእ ተዘይተቀይሩ ኩሉ ሻብ ከም ዘፍስስ ቆርቆሮ ከምኡ እዩ ፍቅርና ንኡኡ ብምስኣነይ ህይወተይ ከም ዝበላሾ ብደንቢ ገይረ ይፈልጥ እየ ካብ ብርሃን ኣውፅኡ ናብ ፀልማት ከም ዝደርበየኒ ነዚ እውን ብደንቢ ገይረ ይፈልጦ እየ ግና ክኸድ ንዝደለየ ሰብ ኣይትኸይድ ምባል ትኽክል ኣይኮነን፣ መሰናኽል ምዃን እዩ። መሰናኽል ክኾኖ ድማ ኣይደልን። ተይተፈለጠኒ ተሲኤ ኤፊ ኢለዮ ብትሑት ድምፂ ወዬ በለኒ። ሪእኹምለይ ኪድ ክብሎ ምዃነይ ምስ ፈለጠ ወዬ ኢሉኒ። ካብዚ ንላዕሊ ታይ ምስክር የድሊ ንክኸድ ምድላዩ ንኤፊ ኪድ ምስ በልክዎ ፈትዩኒ እዩ ኪድ ኢለዮ ተይተፈለጠኒ ብኺን ድን ናይ ኪሎ ሜትር ርሕቀት ገይረ ስቕ ኢሉ ኤፍዬ ክትኸድ ስለ ዝደለኻ ኪድ በቃ ግዘኻ ምምቓል ሰልቺኒ እዩ ናይ ፍቕሪ ተረፍ መሪሩኒ እዩ ስለዚ ኪድ ኢለዮ ተይፈተኹ ስቅ ኢሉ ስቅ እምበር ኣይከድን ኣይበለን ኤፊ ኢለዮ መሊሰ ወይይ መኣዛዋይ እግርኻ ክሳብ ዝቀጥን ተተጓዓዝካ ዋላ ክንደይ ተፍቅረካ ጓል ኣይትረክብን ክብል ተዛሪበዮ መንገደይ ጀሚረ ብጣዕሚ ንዘፍቅሮ ሰብ ኪድ ኢለዮ ጨኪነ ዘይቆረፀ ልበይ ቆሪፀ ሂበ ሊእኸዮ መቀመጫኣ ዝሓበጠ ጡባ ቦኽረ ለሚን ዝመሰለ ካብ ትወስዶ ጸኒሓያ እሞ ኪድ ኢለዮ ግና እግሩ ክሳብ ዝቐጥን ተኸደ ክንደይ ተፍቅሮ ምርካቡ ግና ዘይመስል እዩ። ኤፍዬ በቃ ክትኸድ ካብ ደለኻ ክትከድ ካብ ተበገስካ በቃ ኪድ ቻው።